መርሓባ የሕዋተየ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሕጂ ከኣ መሊስ ሕቶ ስለ ዝመጻኒ ክነግረኩም ይደሊ ኣብዚ ናይዚ ኣብ ዋይት ኮሊን ከምዚ ቅድሚ ሕጂ ዝበልኩኹም ዓሰርተ ቅርሺ ይኸፍሉ ኣለዉ ከም ምቑሽሽ ዓሚል እንድሕር ኣምጺኻሎም እዚኣ ከኣ እቲኣ ቀዳመይቲ ቪድዮ ረኣይዋ ሓሙሽተ ካብ ሚእቲ ከኣ ካብቲ እቲ ሰብ ዝተደወለ ዝደወለሉ ማለት እዩ

ዳውንሎድ ክገብራ ኣለዎ ማለት እዩ ካብ ከም ኣፕሊኬሽን ኣብቲኣ ናቱ ሞባይል ዳውንሎድ ምስ ገበራ ድሓር ከኣ ቴሌፎን ቁጽሩን ኣብ ክምዝገብ ኣለዎ ሬጂስታ ዝብል ኣሎ ቴሌፎን ቁጽሩ ክህብ ኣለዎ ድሕሪኡ ከኣ ኢሜል ኣድራሻ ከኣ ክህብ ኣለዎ ድሕሪኡ ቨሪፊኬሽን ኮድ እዩ ዝመጾ ነቲ ሰብ ቨሪፊኬሽን ኮድ ከኣ ናይ ብሓቂ እሱ ከም ዝምዝገብ ዘሎ መታን መሊሶም ከራጋግጹ ከምዚ ወጼብ ክትከፍት ኮለኻ ወይ ቫይባ ወይ ኢሞ ከማን ከምኡ ይሰዱልካ እዮም ቨሪፊኬሽን ኮድ እሳ ከኣ መሊስካ ከም መራጋገጺ ኣብኣ ትእትዋ ማለት እዩ ድሕሪኡ ኢኻ ረጂስታት ከም ረጂስታት ትቁጽር ብርክ ኣብዚ ዘይተረድኦም ኣሎ ዳውንሎድ ጥራይ እንድሕር ጌርዋ እቲ ዓርክኻ ወላ ሓደ ሞቕሽሽ ክህቡ ኣይክእሉን እዮም በርከ ረጂስታር ኣይገበረን ኣሎ ድማ እዚ ኩሉ ፕሮሰስ ምስ ገበሮ ከኣ ኦፍ ኮርስ ምስ ተጠቐመላ ነቲኣ ዋይት ኮሊንግ እዩ ነቲኣ ዋይት ኮሊንግ ስኒ እሱ ንባዕሉስ ኣብቲ ዘድልዮ ግዜ ቀዳማይ ግዜ ገንዘብ ኣብኣ ምስ እተወ ናብ ዓዲ ክድውል ኢሉ ሽዑ እዩ ክስታይ ሽዑ ኢኻ እስኻ ሞቕሽሽ ትቕበል ካላኣይ ግዜ ከኣ ክነግሩኹም እዮም ግን ከምዚ መኣስ እቲ ሞቕሽሽ ከም ዝህቡኹም ብብሓደ እሱ ምስ ተመዝገበ መሊሱ ንዓኻ ኤስምኤስ ክመጽሓካ እዩ ዓርክኻ ዳውንሎድ ጌርዋ ኣሎ እሞኒ ወይ መሓዛኻ ዳውንሎድ ጌርዎ ኣሎ ክስታይ ንዓኻ ከኣ ቀዳማይ ግዜ ገንዘብ ምስ እተዎ ክንህበካ ኢና ሞቕሽሽ ገለ ክብሉኻ እዮም ማለት እዩ መቸም እቲኦም ዘይ ተረዳኣኩም እቲ ረጅስትረሽን ፕሮሰስ ኣብዚኣ መሊሰ ክነግረኩም ይደሊ ፐርከ ንባዓለይ ከምኡ ሕቶታት መጺኒ ነቲኦም ዝሰደድኩምሎም ዝሰደድኩዎ ኣይተረድኦምን እንታይ እዮም ክገብሩ ዘለዎ እቲኣ ኣፕሊኬሽን ዳውንሎድ ጥራይ ድዩ እንታይ ኢኻ ክትገብር ዘለካ ኤኒወይ ካልእ ከኣ መረዳእታ ዘድልዮ እንታይ እዩ ኣብ ከመይ ጌርካ ኢኻ ክሬዲት ክትገዝእ ትኽእል ኣባኦም ኣብኡ ከማን ገሊኡ ሰብ ኣይፈልጦን እዩ ሓደ ፔይፓል ኣሎ ወይ ክረዲት ካርድ ግን ኣብዚ እዋን እዚ ፔይፓል ወይ ክረዲት ካርድ እንድሕር ዘይብልካ ጃስት ከምኡ ግበራ እሞኒ ወይ እንድሕር ገና ዘይብልካ እቲኣ ዋይት ኮሊንግ ነቲ ሰብ ዘለዎ ኣብቲ ናትካ መሓዙት ስደደለይ ትብሎ መታን ንሱ ከዓ እቲ ሞቕሽሽ ክቕበል ብዙሓት ኣለዎም ኣባና ከም ዝርደኣኒ ዝኾነ ሰብስ ክትረክብ ኢኻ ኦንድ እቲ ቀንዲ ግን እንታይ እዩ እሱ እቲ ፔይፖል እንድሕር ኣፍልጦ ዘይብልኩም ኣብቲ ኮመንት ሕደጉለይ እሞ ናይ ፔይፖል ከማን ስለ ብዓይነቱ ሕቶ ዝመፀ እንታይ እዩ ፔይፖል ዝብሉ ብዙሕ ግዜ ኣለው ንምንታይ ኢኻ ፔይፖል ትገብር እንታይ እዩ ፍልልይ ናይ ፔይፖል ኤንድ ክረዲት ካርድ እዚኢታት ትፈልጥዎ ዲኹም ወይ ከምኡ ቪድዮ የድልየኩም ድዩ ከምኡ እንድሕር ደሊኹም ከኣ ክገብር እየ ብርክ ፔይፖል ሓቂ ሓይሽ ኣገዳሲ እዩ እየ ዝብሎ ኣብዚ ኦንላይን ዝኾነ ኦንላይን ክትገብር ወይ ክረዲት ካርድ ከማን ሓዲኡ ክህልወካስ ኣገዳሲ እዩ መታን ክትከፍል ዝኾነ ነገር ያ ንገሩኒ እሞኒ እዚኤን እዚኣ ናይ ፔይፖል ኤክስትራ ካርድ ቪድዮ የድልየኩም ድዩ ኣየድልየኩምን ወይ እንታይ ሕቶ ከ ኣለኩም ናይ ፔይፖል ጭቡጥ ሕቶ እንድሕር ኣለኩም ከማን ጽቡቅ ምስቲ ቪድዮ ሽዑ ከምጻልኩም እየ and yeah እንድሕር ዘይብልኩም ፔይፖል ከማን ግን ዳውንሎድ ግበርዎ እሞ እዚ ኣንግቦድ ኦራ እዚ ኦፋ እዚ ብሉጽ ክስታይ ሓሲቦሞ ዘለዉ ምቕሽሽ ክሳብ መወዳእታ ክሳብ ሎሚ ምሸት እዩ በቃ ክሳብ ፍርቂ ለይቲ እዩ ዝሰርሕ ስለዚ እቲኦም ሎሚ ከማን ኣብ ላይፍ ዘለኹም በጃኹም ነቲኦም ሰባት ንገርዎም እቲ ሰብ ናተይ ቪድዮ ኩሉ ሰብ ስለ ዘይሪኦ ሓቂ ሓይሽ ኣነ ከኣ ግዜ ኣይነበረንን ላይፍ ክኣቱ እምበር ከምኡ ሓሲበ ነይረ ሓጻር ላይፍ ክኣቱ ሎሚ ግን ግዜ ኣኣኽለንን እዩ ብኸምኡ እያ እዚኣ ቪድዮ መሊሰ ይሰርሕ ኣለኹ እቲ ሕቶታትኩም ክምልስ ደስ ምስ በለኒ ነይሩ እቲ ዝመጻኒ ግን ይምልሰልኩም ኣለኹ እቲኤን ቀንዲ ኣገደስቲ ዝብለን ካብኡ ንላዕሊ ሕቶ እኳ ኣይህልውን ይመስለኒ ግን እቲ ሰብ ንኹሉስ ኣይበጽሖን ኣሎ ማለት ናቱ ምርጫ እንድዩ ባይ ዘ ወይ ከምዚ ኩሉ ክዛረብ ከለኹ ኣነ ክንደይ ቪድዮ ናይ ሓደ ኣርእስቲ ክሰርሕ ከለኹ ከኣባ እንታይ ሓቲቶምና ዓንተወይ ሓጻራ ካልእ ገዛ ላይፍ ኣትየ ነይረ እስኺ ዶ ገለ ትኸስቢ ኢኺ ካብኡ ኢሎምኒ ናይን ኣብዚኣ ጉዳይ እዚኣ ወላ ሓደ ኣነ ዝረኽቦ የብለይን ኩንትራት ከኣ ምስኦም የብለይን ሜይቢ ፎር ዘ ፊውቸር ክንሪኦ ኢና ደሓን ሕጂ ግን ብነጻ እየ ዝገብሮ ዘለኹ እዚ ኩሉ ሬክላም ቀንዲ ዕላማ ናተይ እንታይ እዩ እስኻ እቲኣ ዓሰርተ ቅርሺ ከይትሓልፈካ ሓሙሽተ ካብ ሚእቲ ከኣ ናይ ዓመት እቲ ሰብ ዝድውል ከይሓልፈካ ኢለ እምብር ንዓይ ወልሓደ ዝረክበሉ የብለይን ኢላ በሊ ስደድለይ እቲኦም ትፈልጡኒ ስደድለይ ንስኪ እንድሕር ኢልካኒ ቴሌፎንካ እንድሕር ኣለኒ ከኣ ኦፍ ኮርስ ክሰደልካ እክእል እየ ጸገም የብለይን ሽዑ ኣነ ከማን መውሸሺ ክረክብ እየ ኣብዚ እዋን እዚ ግን ካብዚኦም ሬክላም ዝገብር ዘለኩ ብጥርሑ እዩ ብሓጺሩ ብርክ ዓንተወይ እዚኣ ሕቶ ከኣ ሓቲቶምኒ ጽቡቅ ሕቶ እያ ከኣ ከምኡ ክመስል ይክእል እዩ ግን ክሳብ ሎሚ ስለ ጥራይ ዝኮነት ክነግረኩም ይደሊ ክሳብ ፍርቂ ለይቲ ከምዚ ዝብለኩም ዘለኹ ኣብ ላይፍ ስለዚ ግዜ ዘይብለይ ከኣ ተተኻኢሉ please ነቲኦም ኣብ ላይፍ ትኣትዉ ሎሚ ንገርዎም ኢኹም ወይ ሼር በልዋ ከኣ just simple ሼር በልዋ ግን እዚኣ ቪድዮ ምስ ረኣኻያ ናይ ግድን ከኣ እንቲኣ ናይ ሓሙሽተ ደቂቕ ኣብኡ ገሊጸዮ ኣለኹ እንዶ ኣብኡ ኣብ ዩቲዩብ ረኣያ ፐርከ እቲኣ ናይ ሓሙሽተ ደቂቕ ከኣ ኣብዚ ክሰቕላ ኣይከኣልኩን ኣብዚ ቲክቶክ ስለዚ I'm sorry እዚኣ እያ እቲ ዝያዳ ሓበሬታ ከኣ ኣብኡ እዩ ዘሎ እንድሕር ከመይ ጌርካ ክትሰደሉ ገለ ዘይፈለጥካ Anyway ደሓን ክጠቕመኩም ተስፋ ይገብር and yeah and then maybe for the future ናይ PayPal ከምጻልኩም እየ and by the way እዚ ከኣ እዚኣ ስእሊ እዚኣ ቅድሚ ሕጂ ንመገሻ ዝኸትክዋ እያ ነይራ ደስ ስለ ዝበለትና ኣጋጣሚ ብቲ ናይ ኣረጊት ሞባይል ናተይ ነይራስ ኣብዚ ለጢፍያ ንክትፈልጡ ማራከሽ እዩ እዚኣ ቪድዮ እዚኣ ክሳብ መወዳእታ ዝሰምዓ ክሳብ መወዳእታ ዝሰምዕዋ ክንደይ ከም ትኾንኩም ስለቲ ክፈልጥ ዝደለኹ ኩዊስ ኣሎ ሎሚ ምሸት ማራከሽ ኢልኩም ኣብቲኣ ኮመንት ጽሓፉ ሕራይ እቲኦም ናይ ፔይፖል ትደልዩ ከኣኒ ማራከሽ ኤን ፔይፖል ኢልኩም ጽሓፉ ኤን ዳን ክፈልጥ መታን ክስታይ መን ክሳብ መወዳእታ ከም ዝረኣያ እዚኣ ቪድዮ እም መን ከኣ ክሳብ መወዳእታ ዓቅሊ ዝከም ዝነበሮ ኦኬ እሱ ንባዕሉ ዓቢ ምልክት እዩ ዕውት ክትከውን ዝኮነ ነገር ዝጀመርከ ክሳብ መወዳእታ እንድሕር ሒዝካዮ thank you bye ብሩክ ምሽት and ጽባሕ ከኣ ቀዳማይ እም ሜይ እዩ እንታይ ዝባሃል ሜይ ብትግርኛ ያ ብሩክ መዓልቲ ይግበረልና ናይ ሰራሕተኛታት መዓልቲ እዩ ጽቡቅ መዓልቲ ይግበረልና ከም ሰንበት እዩ ዝቁጸር ኣብ ኩሉ